ሰላም ከመይ ትኾኑ ክብራት ተኸታተልቲ ሓበን ሚድያ። መጀመርያ ርሑስ በዓል ቅዱስ ዮሃንስን ገልገለ መስቀለን ክኾነልና ንምነ። ዕዱማት ኣጋይሽ ሎማዓንቲ እንኳዕ ከምዚ ገርና ብሰላም መጻኹም። ቀጺለ ንብምሉኡ ህዝቢ ማለት እዩ ኣብ ዝተፈላለየ ኣብ ርሑቐን ቀረባን ዝርከብ ርሑስ በዓል ቅዱስ ዮሃንስን ገልገለ መስቀለን ክኾነሉ ይምነ። እምበኣረይ ንሎሚ ዝበልናየን ሓጸርቲ ሓጸርቲ መደባት ሒዝና ምሳኹም ዕላላት ክነካይድ ኢና እሞ ኸኣ ስምኩም ክተላሉ ኢና መጀመርያ ብዋጣ ክንጅምር እስኪ። እሺ
ኣነ ሻይ ጸጋይ ይብሃል።
ጽቡቅ ሽሻይ ጸጋይ እስኪ ዘለናዮ እዋን እዋን ቅዱስ ዮሃንስን ገልገለ መስቀልን እዩ እስኪ ነዚ መደብ መክፈቲ ክኮነና ዝኮነ ተስማዓና እሞ ናብ ፕሮግራምና ክንኣቱ ማለት እዩ።
ብዝኮነ እቲ ኣብ ዮሃንስ

የቐንየልና። ኩምን ኩቡራትን ተካታተልቲ ሓበን ሚድያ ብመጀመርያ ኣብ ዘሎናዮ ሰላምን ቅሳኔትን እንዳተመነኹ ሎሚ ብምኽንያት ብዓል ቁዱስ ዮሃንስን ገልገለ መስቀልን ስለ ዝኾነ ምሳና ሓቢርኩም ክትዛናግዑን ክትጻወቱን ብኽብሪ ንዕድም ማለት እዩ።

ናብዚ በዓል እዚ እንቋዕ ኣብቀዓኩም። ስለዚ ኣነ ዊን ቀጺለ ንብምሉኡ እንኳዕ ናብ በዓል ቅዱስ ዮሃንስን ገልገለ መስቀለን ኣብጸሓኩም።
ኣሜን።
ጽቡቅ እስኪ ኣብ ግዜ ቁዱስ ዮውሃንስን ገልገለ መስቀለን ካብ ዝድረፉ ደርፍታት እስኪ

ጽቡቕ! እሞ ቅድሚ ናብ ፕሮግራምና ምኻድና ነዚ ሕብስቲ ቆርሶ እሞ ናኻ ሓቢርና ክንበልዕ። መን ይዓብይ?
ሎሚ ጥራሕ ንስኻ ቁረሶ።

እስኪ ዋጣ መዓስ ጀሚርካዮ?
ዋጣ ብቆልዓይ ኣብ ተሰዓን ክልተን ተሰዓን ሰለስተን ጀሚረ ብቆልቋል በረኻ እናወፈርና ኣብ ጓሶት ኮይንና ምስ የዕሩኽትና ኣዎ ለሚደዮ ኣዎ ጀሚርያ እስከ ንስኻ ኩሉ ግዜ እዛ ክትኾን ወሲዳትልካ እስከ ንክትለምዳ እንታይ እሞ ንሕና ሓንጎልና ተቐቢልዎ ስለ ዝሓዝናዮ ብዙሕ ኣይወሰደለይ ክርምቲ ክረምቲ በረኻ ትወፍር ነናትካ ቆልቋል ዋዲድካ በዓልና ዋዲድና ቆልቋል ንመሸማዕ ንሓንሳብ መሸማዕ ጌርካ ጥብጣብ እንዳገበርካ እቲ ንሃርሞ ኔርና ኣብ ገለ ገለ ከዓ ኤቃ ዝበሃል ኣሎ ፅሒካ ተውፅኦ
ከምዚ ጭራ ዝመስል እሱ ከዓ ንጥቀመሉ ኔርና
ስለዚ ፅቡቅ ሓሳብ እዩ እስኪ ዋጣ ሓንቲ ካብተን ኣገዳሲት ባህላዊት እያ። ካብ ሻምብቆን ክራርን ዋጣን ብኸመይ ኢኻ ነዛ ዋጣ እዚኣ ክትልምዳ ክኢልካ?
ኣብታ ዓድና ዝውቱር ዳርጋ ጭራ ዋጣ ጥራሕ እዩ ዝበዝሕ። ብቐሊል ዝስራሕ እውን ንሱ እዩ። ኣብቲ ብርሃን ወፊርካ ክራር ክትሰርሖ ትኽእል ኢና እዚኣ ግን ሓንቲ እያ ብጨጫሕ ጌርካ ናብ ገለ ጌርካ ነታ ቆልቋል ኣንኩል ኣብልካ ግራጭ ስኩዕ ኣብልካ ብታሕቲ ከምዚ ኣወደድ ኣብልካ ተለምዳኣ ዝሕዛ እውን ምስቲ ዝውቱር ብምዃኑ ክራር ግን ዋላ ድሌት ኣለወካ ኣይትረኽቦን እያ ኣብቲ ግዜ እቲ ኮነ ክስራሕሲ ብጣዕሚ ክጽግመካ ይኽእል እዩ ማለት እዩ። እወ
ዋላ ውን ዝውትር ዊን ጭራ ዋጣ ያባና ጭራ ዋጣ ኢና ንብል ኔርና።
ሕራይ ጽቡቕ እስኪ እስኪ ንመጀመርታ ግዜ ዋጣ ለሚድካ ዝተጻወትካላ ትዝክራ ዶ?
እወ ዝክሮ ካብ እዚ መኸርምቲ ኣብ ዮሃንስ መስቀል ኣብ ኣብርሃን ዝበሃል ጀሚርካ ኣባና ትፃወት ኢኻ ንዑ ኣብ ዓብይ ሓወይ ነርኒ ጭራ ናቱ ሒዘ ኣብ ዮሃንስ ምስ ጀመርኩ ብኣጊረ ንልደታ ናብ ካሊእ ሰጊረ ማለት እዩ። ሕራይ እስኪ ጽቡቅ ባሬ ተዳይ ዓብይ ሓውካ ካብ ዋጣ ዝዋጥል ዶ እስኪ በላ ኣስማዓና እስኪ ካብቲ ትጻወትዎ ዝነበርኩም ኣብ ግዜ ቅዱስ ዮውሃንስ ይኩን ኣብ ግዜ ገልገለ መስቀል እኹን ብፍላይ ኣብ ከምዚ እዋን ወቅቲ ስለ ዝነበረ ኣብቲ ግዜ እቲ ንጻወቶ

እስኪ ኣብዚ ኣላ ሓንቲ ሕቶ ከኣ እስኪ ክንሓተካ እሞ ብድሕሪኡ ከኣ ክተጻውተና እኻ ማለት እዩ ስለዚ ዋጣ ዝፈተኻላ ምኽንያት ካበይ እዩ ዝብገስ ሕጂ ሓወይ ኣለሊ ገለ ገለ ክትብል ጸኒሕካ ሓውኻ ብትኽክል ዋጣ ክእል ድዩ ወይስ ካብ ጎዶቦታት ወይስ ካብ ጎረቤት ኢኻ ንስኻ ነዛ ዋጣ እዚኣ ክትልምዳ ክኢልካ?
ኣለዉ እንዲዮም ኣስፋለ ብርሃን ሕጂ ብዝያዳ ጎረቤትና እዩ እቲ ኣስፋለ ብርሃን ዝበሃል ንዑ እንዳረአ ኩሉ እዩ ዝብል ነይሩ
ንዑ እንዳረአ እቲ ውሩይ እዩ ኣብቲ ንኡስ ዞባ ማይ እምነ እቲ ኣስፋለ ብርሃነ ብዕራይ ዝበልዕ ነይሩ ኣብቲ ግዜ እቲ ዓብዪ ሓወይ ከዓ ንሱ ምስ ሰራሓሉ የፃወት ነይሩ ኣብ መርዓ ይኹን ኣብ ወዮ ይኹን ኣብ ዝኾነ ኣብ ዝተፈላለየ ይጻወት ነይሩ። ብድሕሪኡ እቲ ዓቢ ሓወይ ኢሉ ኣይጠዓዐን። ብኣ ምስ ገደፋ ኣነ ሒዘያ። ኣነ ምስ ሓዝክዋ ንእሽተይ ምናእሰይ ሓወይ እውን ነይሩ ብሓደ ኮይና ምስ ተመዕሩት ናብ በረኻ ንኸይድ እሞ ኣርባዕተ ኔርና ዘይንፈላለ ኣርባዕቴና ብሓንሳብ ልምድ ነይሩ እቶም ሰለስተ እቴኖ ትግራይ ካልእ ሒዞም ከበሮ ይሃርሙ ኣብቲ በረኻ እዩ ለይቲ ንሕና ሓደ ከዓ ጭራ ይሕዝ ተቆልቋል ብከምኡ ሕጂ ማዕረ ኩልና ለሚድና ኣብ መወዳእታ ኣነ ኣየበልኳን ኣይገደፍኳን ንሶም እንዳቋረፅዋ ተዓብላልነት ናባይ ሽዑ መርዓታት ኣነ ቀዲመ ጀሚረ ሕጂ ንስኻ ጥራይ ካብዚኦም ወፂእኻ ማለት እዩ እቶም ከበሮ ዝበቕዑ ገሊኦም ቴሎ ዝበቕዑ ዝነበሩ ሃበይ ኣለዉ ሕጂ ንሶም ከኣ ኣለዉ እዬም ዋላ ስጋብ ሕጂ ዘየቋረጽዎ ኣለዉ እዬም ይጻወቱ እዬም መርዓታት ሕጂ ምስ ሓለፉላ ተፈላሊና ኣይንፈልጥና ኔርና ብሓደ ንኸይድ ኔርና ኣብ ዝኾነ ይኹን ብሓደ ንኸይድ ሓንቲ መርዓት ሒዝና ክልቴና እንዳተበላለና ምክንያቱ ክራር ዝበሃል የለን ኣብታ ዓዲ መርዓ በቃ ብዋጣ እወ
ሲነር ዝውትር ኮረ ሕዝካ እዞም እንዳዘለልካ እሺ እስኪ ካብ ንዋጣ መብዛሕቲኡ ኣብ ዋላ ካብ ናይ ቀደም ካብ ትሰምዖ ዋጣ እንድሕር ደኣ ሓደ ካብ ስድራቤትካ ወይ ንሓደ ካብ ገዛኻ እንድሕር ደኣ ዋጣ ዝለምድ ተሃልዩሲ ብዙሕ ጸርፍታት ኣሎ ዘይልሙድ ማለት እዩ ስለዚ እስኪ ከመይ ንዓኻ ተጓንፎ ይገጥመካ ኣሎ እስኪ ዋጣ ሕሜን ዶ ገለ ገለ ዶ ዝባሃል ብዙሕ ክስታያት ኣሎ። እወ ኔሩ እዩ ንኣብነት ሕጂ ኣነ ዝገጥመኒ ነበረ ኣቦይ ከይርኤና ኣብቲ በረኻ ምሳና ትውዕል እሞ ንገዛ ሒዝናዮ ንኣቱ ኢልና ኣብቲ በረኻ ሓቢእናዮ እቲ ቆልቋል ኣብቲ በረኻ ሓቢእናዮ ንኸይድ። ድሕሪኡ ዘይትርስዓኒ ሓደ ግዜስ ብበረኻ ገይሩ በቲ ጎደቦ ገሽዩ ቀንዩ እንዳተመልሰ ከሎ ኣነ ጭራ እንዳሃረምኩ ይጎንፈኒ ጎፍ ተራኺብና ሽዑ ናብ ዝሃድሞ ብለይን ናብ ዘብላ እውን የብለይ ስእሊ ባቃ ስእሊ ሕዝያ ምስ ኢሉ ድሕሪ ገቢሉ ፍታ ቅድመይ ገይሩ ሴርዋ ንዓይ እውን ሃሪምኒ ድሕሪኡ እቲ ንእሽተይ ሓወይ ከኣ ኔራቶ ንሱ ኣቀዲሙ ታሳውስ ስለ ዝኮነ ኣብታ ሰበስ ድርብይ ኣቢልዋ ኣይረኣየን ኣነ ግን እታ ማህረምቲ ረኺበያ እታ ዝፈትዋ ዝነበርኩ ቆልቋል ከኣ ብጣዕሚ ድምጺ ዘለዋ እያ ተሰራትካ ካብቲ ከባቢ ስጋብ ዓሰርተ ንኸውን ምሽ ጓሶት ንእከብ ኩልና ነናትና ኣለና ዝበርትዐት ግን ናተይ ኔራ ምክንያቱ መሪጸ ኣርባዕተ ኣንጎሎ ኣሎ ቆልቋል መሪጸ ተመኘ ስለ ዝሰራሕክዎ ሴርለ እዩ በቃ ምልእቲ መዓልቲ ሃወክዎ ዒል ብዘይ ኣብዚ ሕደ ዳርጋ ወለይ መን ኮይኑ ተሃሪመ እንድየ እዚጊ ካብ ምሉእ ስድራ ቤትኩም እዛ ዋልታ እዚኣ ንክትለምዳ ሓጊዝኒ ወይ ከኣ ይጸልበለይ ነይሩ ትብሎ ካብ ስድራኹም?
ኣይ ካብ ስድራና ዝሓገዘኒ ነበረን ምኽንያቱ እታ ዓብይ ሓወይ ምስ ዓበየ እዩ ጀሚርዋ ተስፋሃለ ብርሃነ ዝብለካ ምስ ስርሓሉ ካብቲ ዓብይ ሓወይ ናባይ ሰጊራ እታ ዋጣ ዘላቶ ምስ ሰገረት ንሳ ድምፂ ብላን ተባሂሉ ከምዚ ክሳይ የለን ኣባና ስፒከር ገለመለ ዝሆርን የለን ፂላዋን ከላ ብጥሪያ ኣኻ ተሃርማ ኣብ ጓይላ ልክዕ ማዕረ ድምፅኻ ነቲ ከዋብሮ ይጸቕጦ እዩ፣ እቲ ጭራ ኣብኡ ትስራሕ ቆርበት ናይ ኣጣል መሪጽካ እኻ ትገብር፣ ኣጀሴካ ምስ ከበሮ ምልእቲ ድሌትካ ክትደርፍ ትሓድር፣ ዕርፍታት የብልካን፣ ስለዚ ኣብቲ ንሳ ምስ ኣረገትኒ ባዕለይ ከኣ መሊሰ፣ ንዓ ሪኤ ባዕለይ ሰሪሐ።
ኦኬ ንዓ ሪኣኻ ባዕልኻ ስርሕ። እስኪ ኣስፍሃለ ብርሃነ ኢልካ ዘኪርካ እዩ ፀኒሑ ኣስፍሃለ ብርሃነ ሓደ ካብቶም ዓበይቲ ንፉዕ ሃራሚ ጭራ እዩ እንደገና ኸዓ ምስ ዓብይ ሓውኻ እዩ ዝሃርም ነይሩ ኣስፍሃለ ብርሃነ ብዕራይ ሒዙ ውመፅእ ኢልካ ነይርካ እሞ ሓውኻ ኸ ብዕራይ ዊንጥየል ገለ ኣየምፃልኩም ንገዛኹም? ኣይ ብባህሪ ኣነ ሕጂ ከምዚ ምግናን ከይመስለካ ኣነ ወይን ከምዚ መርዓ ሓዲርና ውዒልና ኣይንበልዕን ኢና ሰው ኢሉ የጻውት ንሱ ኣነ ከዓ ሰው ኢለ ብኸምኡ ምስ ለመድና ስጋብ ሕጂ ወይን ኣይ ኣብቲ ዓዲ በሊዐ ኣይፈልጥን እየ ንሱ ከዓ ከምኡ እዩ ነይሩ መርዓ ተዓዲምካ ከይድካስ ዋላ ገንዘብ ክንበካ እንዳበልኻስ ኣይደልን እየ ትብሎም ኔርካ?
የለን ኣብቲ ዛዕድኮ ዶኳ ተታሃሪምካ ኣሎ ሓደ ሓደ ኣለው እዮም እብ ናተይ እንዲየ ክከደካ ጣቢ ሓወይ በሊዑ ይፈልጥኒ ንሓደ ቁሩብ ግዜ እዩ ተጻዊቱ ነይሩ ድሕሪኡ ኢዱ ምስ ስንክልና ምስ ኣጋጠሞ ኣቋሪጽዋ ኣነ ግን ብናተይ ክከደካ ክንደይ ክትበልዓና ኣብሉኒ ደሓን ዝሃብኩም ንብሎም ተሂቦምኒ ጽቡቅ ሽዑ ዕስራ ቅርሺ ዓሰርተ ቅርሺ እዩ ዕስራ ቅርሺ ደረማርያም ዝበሃል ኣሎ ጎደቦ ንደረማርያም ከይድካ መንገዲ መዓልቲ እዩ ካብ ዓድና ኣብኡ ከይደ እንድሕር ሓዲረስ ናይ ክንደይ ኢኻ ዝገብረልና ብሉኒ ዕስራ ቅርሺ ይብሎም ብዕስራ ቅርሺ ሓንቲ ግዜ በሊዐ ደረማርያም ከይደ ዓሰርተ ክልተ ቅርሺ ሂበ ላዕልን ታሕትን ክዳን ተኸዲነ ማለት እዩ ሻዕ ኣለኹ ናይ ርሑቕ ተባሂሉ ኣብኣ ባዕሎም ዝሃቡኒ ክንደይ ክትገብረልና ኢሎም ንመፅኦም ኣይ ዳሓን ኣነ ዳ ላሓንቲ ገለመለ ኢልዮም ሻዕ ኣለኹ ኣነ
በሊዕኻ ማለት እዩ ግን እዚ ናይ ሓደ መዓልቲ ተጓዒዝካስ እስኪ በዚ ናይዚ ሕጂ ግዜ ከከዶ ኣብዛ ናይ ሕጂ ዘለኻዮ ኣብ ብዙሕ መርዓታት እውን ተዋጢእኻ እታ መርዓ ሰሙን ክልተ ሰለስተ ዘይኮነሲ ክልተ ወርሒ ክትተርፋ ከላ ዕውን ስደድ እያ ግን ናይ ሓደ መዓልቲ ብእግሪ መጺእካ ክትዋጢ እንዳከኣልካሲ ንምንታይ ኢኻ ሽዑ ዕርቡን ክትቅበል ዘይትኽእል ወይስ ንምንታይ ኢኻ ኣውሒድካ ሃውኒ ትብል።
ትባህር እንድዩ ኣነ ንባዕለይ ይብለካ ኣለኩ እኮ ተሂቦምኒ ዓሰርተ ቅርሺ ዕስራ ቅርሺ እዮም ዝብሉካ። ጊን ካብ ዝቡኻ ዘይህቡኻ እዩ ዝበዝሕ ስለዚ ስልማት ዝባሃል ኣሎ ንዓሽ ባቃ ሕዝ ተቢልካ ቻው ስእለ ናብ ሓንሳብ ስቅ ኢለ ትጽወት ሓዲረ ቡ ጌረ መሮሲያ ሓያ ተኸይድ ኔርካ ገዛይ ዝሕረሉ ኖኖ ከምኡ ኣይኮነን ጌጋ ዓቐብ እዩ እቲ ክስታይ ሓቡ ንኽትብሎም ዓቐብ እዩ ስለዚ ሲ ንስኻ ብሕልና ኢኻ።
ከምኡ ስለ ዘልመድኩም ከኣ ንሶም ሕጂ መርዓ እንድሕር ገይሮም ኣመርኣ ከምዚኣ ኣለትና እብሉ ንሕራይ ከይደ ትጽወ ሓዲረ ንሶም ዊን ኣይህቡንን ስለ ዝለመዱኒ በቃ።
ሕራይ እስኪ ሜሪ ሓብተይ ናባኺ ኢና ብኣ ክንጅምር ማለት እዩ ስለዚ እስኪ ኣብ እዋን ቁዱስ ዮውሃንስ ካብ ዝድረፉ ደርፍታት እስኪ።

ክንዲ ብደቂ ኣንስትዮ መልክዕ። በቲ ባህሊ ክንከዶ። እወ በቲ ባህሊ።
ብባህሊ እንተኾይኑ ኣብ ናይ መስከረም ዘሎ እዩ ቅዱስ ዮሃንስ ዝበዓል ክጅመር ማለት እዩ። ደሓር መጀመርታ እተን ኣዋልድ ተኣኪበን ብኣውሜን ይሕፀባ እየን። እዚ ሕጂ ጀሚሩ ዘሎ ክሳብ ሓሙሽተ መዓልቲ

እዚ ዘሎናዮ ቅንያት ቅንያት ቅዱስ ዮሓንስን ገድግለ መስቀልን።
ኣውደኣመት እስኪ ጓቕሜን ተሓጺብኩም ዶ ሕጂ? እዋይ ኣነ ጓቕሜን ኣይተሓጸብኩ ስለዚ ኣይተሓጸበትን ማለት እዩ። ሕራይ እስኪ ሜሪ ክትርእዮ ወይ ክትገብርዮ ትብልዮ ነገርስ እንታይ ኣሎ? እዋይ
ጽቡቕ ትሕቶ እያ። እቲ ሕቶ ከቢድ እንድዩ ግን ካብ ኣልዓልካዮ ይተርፍ ብልክዕ ኣብ ስራሕይ ተኾይኑ ክገብሮ ዝደሊ ወይ ክበጽሖ ዝደሊ ገና ኣይጀመርክዎን ኢለ እየ ዝሓስብ ኣነ ኣይጀመርክዮን እወ ገና ጽቡቕ ግን እንተኾይኑለይ

ኣነ ኣብዚ ናይ ሕጂ ክዛረብ እወ። እቶም ናይ ቀደም ቁሩብ ማለት ባላንሶም ከየብሎም ኩሎም ተመዛዘንቲ ስለ ዝኾኑ ማለት እዩ። ኣብ ናይ ሕጂ ብጣዕሚ ከምዚ ደስ ኢላትኒ ዝሪኣ ሓፍተይ ኣብ ቦትኣ ጌድሾ ማለት እዩ ብጣዕሚ እየ ባይ ዘ ዌይ ናይ ኣሕዋት ከይትገብሪ ናይ ኣሕዋት ናይ ኣሕዋት ከይትገብሪ እዚኣ ናይ ኣሕዋት ከይትገብሪ ብትኽክል ማለት እዩ። ባይ ዘ ዌይ በዚ ኣጋጣሚ እዚ ሊዱ ብጣዕሚ ንፍዕቲ ተዋሳኢት እያ። ብጣዕሚ ካብቲ ምሽ ካብቲ ዘይጽበዮ ንላዕሊ እያ ከማን ካብቲ ዝሓስቦ ንላዕሊ እያ ንፍዕቲ ብመጠን ከኣ ሞዴለይ ኢለ ዝሓስባ ወይ ክኾና ዝደሊ ከኣ ሸዊት ሰረቀ። ሕራይ እስኪ ሕጂ ከኣ ናብ ሳልሰይቲ ጋሻና ኢና ሄለን እስኪ ኣብ እዋን ገልገለመስቀለ፣ ሜሪ ብትኽክል ኣብ እዋን ቁዱስ ዮሃንስ ካብ ዝድረፉ ደርፍታት ቀንዲ ማለት ናይቲ በዓል ዝብሉ ብዙሕ ነገር እዩ ዘሎ ግን ቀንዲ ነቲ በዓል ኣተኪሮም ዝድረፉ ደርፍታት ኣሎ ስለዚ እስኪ ንስኻኸ ኣብ እዋን ገልገለ መስቀለ ካብ ዝድረፍ ደርፍታት ኣስምዕና ሓንቲ ወይ ትቅበለኩም ኔራ ትሕግዘኩም ኔራ ሓግዝዋ። እሺ። ትኽእልዋ ጣብ ጌርኩም ተሰምዕኹምላ እውን ደስ ይብለና።

እዚኣስ ጥዕምቲ ደርፊ እያ ክማ ኣብ እዋን ዮሃንስ ዝድረፍ ደርፊ ናብ እዋን ገብረ መስቀለ ዝድረፍ ደርፊ ሲ ጥዑም ነበር እዎ ናይ ባሓቂ ስለዚ ሜሪ ኣነ ናይ ቋቑሜን ኣይተሓፀኩን እየ ኢላ ተሓፂብኪ ዶ
እዋይ ሎማዓንቲ እኳ ኣጋጣሚ ጨጉርና ገለ ተሓጸብኩና እንዴ ጽባሕ ግን ክጅምር እየ። ኣይጀመርክዮን ሕራይ ሄለን ሓብተይ እስኪ ካብ ናይ ገጠር ትፈትውዮ ነገር እንታይ እዩ?
ናይ ገጠር ኩሉ ነገር እንዴ ዝፈትዎ። እወ ግን ክትጠቅስለኪ። እሺ
ብዓቢኡ እቲ ህድሞ ዝበዓል ዝበሃል ንባዕሉ ብጣዕሚ እየ ዝፈትዎ። እወ። ኩሉ ነገር ቆፎ ቅርጫት። እወ። ኩሉ በቃ እቲ ዋላ እቲ ምንጻፍ ዝግበር ኣጎዛ። ትኪ
ብስዊን ሓደ ካብ ትክልካ እዩ። ዋላ እቲ ቆፎ ውሻጠ ሕጂ በይኑ ምካኑ በቃ ብሙሉኡ እቲ ታይ ድባሃል ሲ ብጣዕሚ ደስ ይብለና እዩ። እስኪ ብትክክል እስኪ ካብ ውሻጠን ቆፎን ካብ ኣልዓልኪ እስኪ ናብ ውሻጠ ክነኣቱ። ማራ። ኣብዚ ሕጂ እኳ ድሓን ናብ ጽርግያ ወጺኻ ተዋጠጥ እዩ ዘሎ
እዎ ናይ ሕጂ ኣብ ጽርግያ ወጺኻ ተዋጠጥ እዩ ቀደምሲ ኣቦታትና ን ኣንስቶም ክሃርምዎ እንክለዉ ውሻጠ እንድሕር ድኣ ተሃዲመን ኣይሃርምዎን እየን እዎ እንታይ እያ ዘላታ ውሻጠ እስኪ ኣብዚኣ እዛ ምስጢር እዚኣሲ ክንፈልጣ ደሊና ኣለና እንታይ እያ ዘላታ ውሻጠ እ ብሓፈሻ ንዓይ ኮይኑ ዝስምዓኒ ማለት እዎ። እዩ ካብ ነቲ ባህሊ እንታይ ድበሃል ከይገብሮ ባዕለይ ብ እንተታት ከይብሎ እዎ። ብናተይ ድመስለኒ ማለት እዩ እየ ክዛረብ ሕጂ እ ከም ዝውሕስ ምሻሎ እዎ። ውሑስ። ናይታ ኣድ ናይታ ትክክል ሰበይቲ እዩ ኢለ ክብሪ ይሓስብ ማለት ኣነ ክብራ እዎ እዎ። ሕጅስ ከምኡ እዩ ካብ ወጽያ ገለ እንታይ ድበሃል ክትገብር ሲ ኣብኡ ከላ ሓደ እቲ ሰብ ናታ ሕማቅን ጽቡቅን ኣይስምዓን ዘሎ ወይ ናታ ሕማቅ ነገር ኣይወጽን ዘሎ ናይ ክልቲኦም እዎ።

እወ ማለት ብዙሕ ነገር ኣሎ እንዲ ንዓይ ብፍላይ ግን እሺ ከም ሰብ ንክነብር ሓይሊ ዝኾነኒ ክብለ ክገብራ ትሓቶ ትኽእል እዎ። ማለት እዩ እ፣ በቃ ነቦይ ብጣዕሚ እየ ዝፈትዎ
እዚኣ ከኣ ፍልይቲ መልሲ ብጣዕሚ ጽቡቕ እዎ። ስለዚ እ፣ ንስለ ኣቦኺ ኢልኪ ክትነብሪ ማለት እዩ እዎ። ጽቡቕ እስኪ ኣብ ዓለም ካብ ዘፍርሓኪ ነገር እንታይ እዩ

እወ ብዙሕ ኣይኮነን። ክስጋብ ክንደይ ዝኸውን ስራሕ ክገብሩ? እወ ብሓፈሻ ከምዚ ኣብ ስቱድዮ ሕጂ ሰሪሐ ነይረ ዘይተዘርግሐት ፊሊም ከኣ ኣላ ኣብኡ ምእዚ ምስ በዓል ሄርሜላ ሰሪሐ ነይረ ኣሳሳይ ትብል ፊሊም ምስ በዓል ሸዊት እውን ሰሪሐ ኣለኹ ምስ በዓል ኪንግ ሰሌ ኣሎ ሕጂ ውን ደይ ይወጽእ ኣሎ ክሊፕ ኣድቨርታይዝመንት ደይ ወጽእ ደይ ተዘርግሐ ኣሎ ወ ግን ከምኡ ክብለካ ከለኹ ሕጂ ከምዚ ክትብሎ ዝጸንሐት ሚኪ ወ ብሓፈሻስ ናይ ስነ ጽሑፍ ናተይ ሕልሚ ዘለኒ ከምቲ ዝበልኩኻ ከኣ ኣብ ግን ገና ሻርሻ ክፍሊ ክመሃር ከለኹ ክጅምር ከለኹስ ተወዳዲረ ምስ ዞባ ደቡብ ገለ ክልተ ግዜ ገለ ተዓዊተ ነይረ ሕጂ ብከምኡ ገለ ካብ ቅድም ከምኡ ሕልሚ ከም ዝነበረን እፈልጥ ነይረ እየ ብዝያዳ ማለት እዩ ሕጂ ኣብ ስነ ጽሑፍ ግን ስክሪፕትን ኣብ ሾርት ዛንታ ናጸሓፋ በበይኑ እዩ ሕጂ ብከምኡ ገለ ክሕግዙን ኢሎም ሳሮና ማርያ ምስ ሜሪ በዚ ጋጣሚ ከመስግኖም ዝደሊ ማለት እዩ ስክሪፕት ኣጸሓፋ ከመይ ምዃኑ ገለ ሪኦምኒ ማለት እዩ

እወ ኣይሰዓርን ዳሕራይ ከኣ ንመጻኢና እሞ ካብ ዳሕራይ ንወዲ ተባዕትዮ እስኪ ትጸልዮ ነገር እንታይ እዩ ናቱ እስኪ ዝኸበርኩም ክቡራት ተኸታተልቲ ሓበን ሜዳ ሕጂ ውን ደጊመ ደጋጊመ ርሑስ በዓል ቅንያት ቅዱስ ዮሃንስን ገልገለ መስቀለን ክኾነልና ንኹላትና ይምነ ማለት እዩ ስለዚ ቀጺለ እስኪ ኣብዛ ናይ ሎሚ ሕቶ ባህርያት ደቂ ተባዕትዮ ከምኡ እዩ ዝብል ብሄለን ስፍሕ ዝበለ ክንርኢ ኢና እሞ ንሕና ከኣ ከም ኣወዳት መጠን ማለት እዩ ምሉእ እንኮን ኣብ ዘለኹም ካሜራ ማን እስከ ነቕፌታ ዳሃን ክንበል እስከ የሄድን እውን ኣብ ሕቶና ክንምለስ ካብ ትጸልእዮ ባህርያት ደቂ ተባዕትዮ እንታይ እዩ ኦኬ ሕጂ ሓንቲ ድያ ክጠቕሰልካ ዋላ
ደሓን ዋላ ክልተ ግበርየን እስኪ ነተን ክልተ ዶ ምእራም ከይስእን ኢልና እዋእ ደሓን እወ

እሱ ከኣ ጸልኦ ብዝያዳ ክወዲ ከምዚ ብእዝንና ኢና ነሰ ነፍቅር ወይ ጓል ብእዝና ኢያ ትኣምን ገለ ዝብል ነገር ስለ ዘሎም ናይ ወዲ ኣተሓሳስባ ከኣ ብዝያዳ ኣብኦም ስለ ደብል እምበር ሓሶት ብሓፈሻ ኩሉ ነገር ንኩሉ ሰብ ጽቡቅ ኣይኮነን። እወ ሓሶት ንባዕላ ሓደ ካብቲ ዓሰርተ ትእዛዛት ሓጥያት ኢያ።

ትወስዶ ኢኻ ንጽቡቅ ነገር ተኾይኑ እኮ ጸገም የብሉን ንሕማቅ ግን ዘይኮነ ነገር ከም ዝበልካዮ ሕጂ ወይ ኣምሰሉ ኮንካ እስኻ ካልእ ውሽጥኻ ካልእ እንከሎሲ ንካልእ ክትመስል ከለኻ ዝያዳ ነብስኻ ኢኻ ዝያዳ መጀመርያስ ነብስኻ ኢኻ ትሕስዋ ዘለኻ ካብ ነብስኻ ምሕሳው ዝዓቢ ነገር ከ የለን ንሕልናኻ ትሕስው ኣለኻ ማለት እዩ መጀመርያ ቅድሚ ሰብ ምሕሳውካ ማለት እዩ እታ ብጽብቕቲ ጎና እንተኾይና ንጽቡቅ ተኾይኑ ግንሲ ማዕረ ክንዱ ደሓን እዩ ይብል ኣነ ዝሞ ነገር እንድሕር ኮይኑ
ኣረ ጽብቅቲ እያ እስኪ ሕጂ ኣብ ሰለስቴኹም ሓንቲ ሕቶ ኣላ ካብ ናይ ሰለስቴኹም ከኣ ከመይ ዓይነት መልሲ ከም ዘላ ክፈልጥ እየ ብፍላይ ኣብ ደቂ ተባዕትዮን ኣብ ደቂ ኣንስትዮን ሄለን ብኣኺ ምሳኺ የዕሊ ስለ ዘለኹ ብኣኺ ይጅምራ እስኪ ንፍቅሪ ዝሓትት

ኣው ይጸቅጥ። እሺ ሐራይ እስኪ ናብ መይረ ክንሰግድና እስኪ መይረ ከ ንፍቅሪ ዝሓትት ወዲ ዲኪ ትፈትውስ ንፍቅሪ ትሓትት ጓል?
ሙሉስ እዩ ወላ ሃንቲ ንፍቅሪ ዝሓትት ክጅምር ወዲ እዩ ወላ ኣብቲ ተፈጥሮ ዝጸናሃናሲ ወዲ እዩ ልዕሊ ሰበይቲ ማለት እዩ ብኡ ስለ ዝጸናሃ እታ ጓል ዘይተ ዘይተራእየ ነገር ክትገብር ከላ ጽቡቅ ኮይኑ ይስማዓካን እዩ።

ብዝያዳ ከኣ ላሕሉ ወዲ ጸጋይ ናባኻ ምለስ እሞ እስኻ ንዝደለኻዮ ነገርሲ ባዕልኻ ኩሉ ነገር ትሓትት ሓቀይ እንዴ ጽቡቅ እዛ ጓል እዚኣ ንፍቅራ ሓቲትካያ ብሎሚ ብጽባሕ ብድሕሪ ጽባሕ እንዳበለት ኣዋርሕ ክልተ ወርሒ ሰለስተ ወርሒ ዋላ ክልተ ዓመት ዝኸይድ ነገር ኣሎ ሓንቲ ጓል መጽያ ከኣ ንፍቅራ ሓቲታትካ

ማለት ዝጸንሐና ተፈጥሮ እዩ ኣዳም እዩ ኣዲሙ መጽዩ እወ ትሕቲ ትሕቲ ኣዳም ከኣ ሄዋን ከም ተድልዮ ሄዋን ተፈሊጡ እዩ ሄዋን መጽያ ማለት እዩ። ስለዚ ሕጂሲ ወዲ ንፍቕሪ ክሓትት ዘለዎ እምበር ጓልሲ ንፍቕሪ ክትሓትትስ ቅኑዕ ኣይኮነን።

ጠበኛታት ኢና ንሕና ሕጂ እወ ሕጂ ወዲ ዋላ ብባህሪ ካብ ቀደም ዘበን ክመጽእ ከሎ ጀሚሩ ሲ በረኻ ሃዳና እዩ ወዲ ሃዲንካ ናይ ምምጻእ ክስታ እዩ ዘለዎ እወ ሕጂ ሃዲንካ ነገራት ጽዒሩ ሃዲኑ ዘምጽኦም ነገራት ከኣኒ ዋጋ ይዎም እዩ ኩሉ ግዜ ወዲ ኦኬ ነቲ ዝጽዓረሉ ከምዚ ክብሎ ዝጸንሐ ወዲ ጸጋይ ዋላ ንዓይ ኮይና ዝሰምዐትኒ ሲ ንዓኣ ከብላ ከሎስ ሞር ነቲ እሱ ቴንሽን ዝደልዮ ነገር እዩ ወዲ ዝ- ዝያዳ ዝጸቅጥ እወ ነቲ ዝደልዮ ነገር ማለት ሕጂ ምስ ኮሞ ማለት እቲ ወዲ ባዕሉ ደልይዋ ክብላ ከሎ እዩ ከምዚ ናይ ምህዳን ባህሪ ስለ ዘለዎ ወዲ ንዑ ዕጋበ ዝስምዖ ማለት እዩ ጓል ጓል ግን ብዝያዳ ከም ዝበልካ ሕጂ ጥበብ ስለ ዘለና ሕና ከም ዝፈትዋ በቲ ናቱ ባህሪ ዋላ ሪኣ ድያ ተዓጻጺፋ ከመይ ገይራ ኣብ ትሒቱ ኣብ ከም ከም ትምስጦ ክትገብር ትኽእል እያ እምበረይ ባዕላ ከይዳ ክትሓቶ ገለስ ከበድ እዋ ስለዚ ይብልኣን ዋላ ብፍላይ ባዕልኽን ኬድክን ትሓተዮ ዘለኽን ኣዋልድ ኣብዚኣ መልሲ ተዋሂባትክን ኣላ ገና ከኣ እንድሕር ደኣ ጌጋ ተልይክን ከኣ ወይ ከኣ ተልዩና ድማ ኣብ ኮመንት ክንርኢ ኢና ማለት እዩ ስለዚ